ሰላም ሰላም ክቡራት ተኸታተልቲ ከመይ ውዒልኩም? ደሕና ዲኹም? ኣነ ኣለኹ ኣምላክ ይመስገን። ባህር ሃምዚ ትሪኦ ኣለኹም ያው ኣብ መረባና ለፍረናዩ ፍረ ኢና ላቓንጠና ንርከብ ግን እቲ ዋና ርእስቲ ለምፀኒ ካሊእ ርእስቲ እዩ። ብዘይ ኣጋጣሚ ግን እቲ ናይ መረባና ኣትክልቲ እናረእኹ ክሰርሕ ኢለ እየ ቃሪፀልኹም ማለት እዩ። ታይት ዋና ርእስቲ እንተና ብትክክል እስኪ ካባኻትኩም ለ ንእሽተይ ትምህርቲ ክወስድ ምኽሪ ክወስድ ክንደይ ልባማት ሰብ ልቦና ብጣዕሚ ካባናት ትበልፃ ወይ ካባናት ትበልፆ ኣተሓሳስባኹም ብጣዕሚ ሰፋሕቲ ዝኾነ ኣለኹምና ንእሽተይ ምኽሪ ክትህቡኒ ባዕለይ ልዕርሰይ በቃ ኣብቲ ዓርሰይ ልበፅሓሉ ነገራትሲ ምኽሪ ክትህቡኒ ኢለ እየ እዛ ተኽልተ መረባይ ዘሎ እናቐንጠውኩ እናሓንጠጥኩ እናቐረፅኩ ልናገር ኣለኹ ማለት እዩ እና እታ ኢት ዋና ርእስተይ ሰብሲ ገንዘብ ልቃሕ ይብለካ እሞ በቃ ምስኪን መሲሉ ምንም በቃ ሓደ ምስኪን መሲሉ ከምዚ ፀጊምንዋ ኣለቅሕኒ ይብለካ ትወስድ ተሎ ብጣዕሚ ምስኪን በይዘወይ ክህበካ ግን ክንደይ ግዜ ሃኒ ሃኒ ሃኒ ሃኒ ትብል ምንም መልሲ የለ ታይ ታይ ታይ ምግበር ይሐሽ ካብዚ ኣጋጣሚ ትሪእሉ ኮሚደረ ለ በሲሉን ሓንጠጥና ኢና ንርከብ እና ያው ኮሚደረ እዩ ብጣዕሚ ኣብቲ መራባሲ ብጣዕሚ ተስማሚ እውን ንቀንጠ ይልርከና ኣነሲ ብትክክል ንሰብ ተጠንቅቃ ከምዚ የጋጥም ኣሎ ከምዚ የጋጥም ኣሎ ናበልኩ የመሓላልፍ እየ ብርግፅ ግን ንሰብ ተጠንቅቃ ናበልኩስ ንባዕለይ በፂሕኒ ግርም ኢልኒ በቃ ስዋ ንሰብ ከምዚ ከየጋጥመክን ከምዚ ከየጋጥመና ናበልኩ እናተናገርኩስ ነገር እዚ ኣብዛኒ በፂሑ ክብል ተለኹስ መን ክኣምነኒ ኢለስ ግርም ኢሉኒ ማለት እዩ እንታይ እዩ እትለጋጠመን ነገር በቃ ገንዘብ ሲ ሰለስተ ኣርባዕተ ሓሙሽተ ሰብ ዝኾነ ዝልሽ ሓደ ሓደ ነገራት ዝሰርሖ ነገራት ለኣውድ ይወስድ ኣየምፂ ኣለቅሕኒ ኢሉ ምስኪን መሲሉ ይወስድ እሞ ገንዘብ ደልየ ነይራ ትብል ሓፃጥ ማዕረ ሽዱሽተ ወርሒ ዝገበረ ኣሎ ገንዘብ ደሊ ነረ ትርሓ ጸጥ ምንም ሰማዕ የለ እናሰይ ታይ ምግባር ይሐሽ የብለይ ከይትብል ላሃልካ ምገርካ የብለይ ትብል ኣለኒ እሞ እዚአን ኣለዋኒ ግን ክደልየ እየ ክሰርሐሉ እየ ምናምን ኢልካ ትሆን በቃ እሺ ናጋታት ከምዚ የለን ኣብ ዝኾነ ሰብ ኦርሽ የለን እሞ ክበክ እየ ገለ ይብልካ ዋ ተኣምናኒ ዶ ብግንወት ዝወሰድዎ ብግንወት ወ ግንወት ዝወሰደ ሓደ ሰብሲ ኣብዚ ሰብ ኣለኒ ሲ ኣብ ሰሙን እዚ ቀዳም ኧረ ሰሙኑ ነይሩስ ላም ዘለም ቀዳም ህበክ እየ ኢሉ ወይከ ካብ ኸዚ ከለ ምጥያቕ ስለ ባዕልካ ይሕፍረካ ካብዚ ኮሚደረ እዚ ኢለ ረኣዮ ካብ መረባ እየ ኣምርቢለዮ ካብ መረባ ልሎ ተክልታት እየ ንሓንጠጥኩ ልርከብ እዚ ኣጋጣሚ እናተፈረጅኩም እና ጉንወት ጉንወት ሓደ ጉንወት ሰነ ሓምለ ነሓሰ መስከረም ሰው ሓሙሽተ ወርሒ መሕፈሪ ኣምዛሉም ቀዳም ሰሙን እዚ ጽንሕኒ ኢልካ ወሲድካስ ሓሙሽተ ወርሒ ማለት ታይ ከዚ ንምጥያቁ ይሓፍር ከዚስ ልኣፉ ጨኒቅዎ ሰብ መስከረም ምድሪ ቆልዑ ሒዙ ገለስ ብቃ ምጥያቁስ ኣሕፊሩኒ ልባዕልካ የሕፍረካ እንደገና እሱ ከዓ ክርእየካ ተሎ ጽልእ የብለካ ባእ ኢለሽ በቃ ዝኾነ እንትን ይብል ወይ ሽፍን ይብል ወይ መንገዲ ቀይሩ ይኸድ ሰብ ኣብ ዝኾነ መኪና ገለ ተረኺኳ የለ ክርእየካስ ይጸልኣካ ምንገዛ ቅርሽካ ኣረ በስማም ኣረ ብስሩ እንደ ካባይ ተምሃር ኣሕዋተይ ንሃልየካ የብለይ ከይትብል የሕዝነካ ትሰብ ዝኾነ ቤተሰብ ትኾይኑ በቃ ወዲ ኣድኻ ትኾይኑሎ ሓውኻ ማለት እዩ ንሃልየካ ተቐሚጡስ ኣይቤት ይብሊ መቸም ለለ ኩብኡ ይመሃር ያነ ብካሊእ ለለ ካሊእ ብድሕሪኡስ ክንደይ ክንደይ ክንደይ እኒኦው ገንዘብ ደልየ ኔረ ተበልካ ጸጥ ገንዘብ ደልየ ኔረ ተበልካ ጸጥ ታይ ምግባር ይሐይሽ እስኪ መፍትሒ ንገሩና ኣሕዋተይ። ወይ ወይ ኣታ እዛ ናይ ዓድና ሰብ ባብስሩ ጨኒቕዎም ምስኪን መሲሉ ወሲዱስ ገለ ክርእየካ ተሎ ፅልእ እናበለካ ሰኪን ክኾን ተሎስ ታይ ኢኻ ታይ ኢና ንብል? ኣብ ስዑዲ ዝነበራ ውቃዓት ንበሃል ኣለናሲ ኣብ ዝውቃዕ ሰብስ ዓድና እዩ እኒኦ ማርያምን ምንም ኣተሓሳሶ ይርድእካ ተዛሪብካ ይርድእካ ዋ ብትክክል ብጣዕሚ ዋ ናይ ስደት ደኣ ብስላት እንዲና ኣተሓሳሳና ኩሉ ምስ ሰብ ለለና ትሕትና ገለ ምስ ትናፍቆት ገለስ ብጣዕሚ ኢና ብስላት ዘውዚ ለለ ሰብ ሰብ ይኮነ ማርያም ዓሰርተ ግዜ ደኣ ማርያም ኣለኹም ብጣዕሚ እዩ ዝገርመካ ለኣውድ ወሲድካ ለይምሃብ ሱቅ ኣትምህለል ልኣውድ ናሃለወስ ካብ ልገርመኪ ሞሊሱ መጽዩ ልኣውድ ክወስድ ይደሊ እቲ ሓደ ሓደ ነገር ዝልሓዝክዎ ኣነ ማለት እዩ ካብኡ በቃ ተለቂሑ ጨንቅንዋ በቃ ከምዛ ልምሃኪ የለ ሓሙሽተ ወርሒ ሽዱሽተ ወርሒ ከፍ ኸዚ ሓበኒ ኢልካ ኣይህብ ኣብ መንገዲ ተርእየካ ይጸልእካ ብካሊእ መንገዲ ቀይሩ ይኸድ ታይ ክገብር ኣነ ኣብ ሓደ ሰብ ከይኮነ ኢለ ብያንስ ሰብ ኣርባዕተ ሓሙሽተ ሰብ እዩ ንእሽተይ ንእሽተይ ማለት እዩ ካብኡ ልኾነ ችግር ከጋጥመካ ተሎ በቃ ኣብ ልኾነ ግዜ ኣብ ልኾነ ሰዓት ጥራኻ ትኾን ተለኻ ቅርሺ ብለይ ብልኻ ሃብኒ ተልካ ወይከ ታይ ምግባር ይሓይሽ ካባይ ተመራመሪ ከይተለቅሓ ሰብ ምናምን ዳበልኩ ይመክር ኣለኹ ግን ባዕለይ መምሃሪ ትኾንልኩም እኒኹም ኣብዚ ዓዲ ኣቲኽን ሕዝንዝንዝንዝን ተበለልኽን ክሳብ ልወስድ ክሳብ ልልቃሕ ሓቂ ከይመስለክን ብትኽክል በቃ ብካብ ድናስ ይንድዕና ኣብ ስዑዲ ልኖርና በተለይ ካብ ድናስ ግልብጥብጥ ዝለል ትሸገረ ሰት ርኢና ሓማኹማ ከምዚ ገለ ገለ ልተርኢና ጣጣ የብልናዮ ጠ ካብኡ ምስ ሓዘ ክወስድ ምስኪን ይመስል ምስ ሓዘ ምስ ሰኣነ ክበካ ክፀለእካ ተሎ ሰኪን ይኾነልካ

ግርም ይለክን ኣሕዋተይ ከመየ ከይትኾና ካበይ ተምሃራ ብትኽክል ካበይ ተምሃራ ኣሉ ድኣ በዚሕና እምበ ካብኡ ሓደ ሓደ ኣሕዋት ኢለ መምሃራን በዚሕኸን ተምሃሮ ንሓድለና ትብልኸን ዋ ትክክል ትምሃራሉ እኮ ኢኸን ንኣብነት ኣነ መሃሪ ሒዘ መፅአ ኔኹ ብናይ ባዕለይ ንስኻትነ ትምሃራሉ ኣነ መምህር ንስኻትነ ተምሃር ሓቀይ እና ማንኛውን ነገር ካብ ሶሻል ሚድያ ተብል ተለና ዋላ ሙሉእ ደቂቃ ሓቂ ይኹን ክልተ ሰለስተ ቃላት ግን ንኣና ዝጠቕማ ሓቀኛታት ሓቂ ነገር ዝሓዘ እዩ እቲ ቪድዮ ከምዚ ዝኾነ መስርሒ ቪድዮ ወይ ምናምን ከይመስለክን ቪድዮ ዝስርሖ ብዙሕ እዩ ዓድና ተመስገን ብቻ ገርም እዩ ካብኡ ለዚ ተኽልታት ላብ ናይ ናታ እዩ ጥቕሙ ዘመራኽን እዩ ተኽልታት ካታ እዩ ጥቕሙ ገለታት ለረኽን ኣሕዋተይ ለን ይእኽን በይዘወይ መን ያው ዓይነት ተኽሊ ጥቕም ለየብሉ ኢለ ንኣብነት ዝሳዕር እዚ ሰንቲ እዩ ሰንቲ እዩ ግን ኣውዳመት ትኾን ተለ ገለ ስእሉ ሰብ ይወስድ ነይሩ ከዚ ግን በዓለ ጣሊ በዓለ ባጊዕ እኳ ናተርዎ ኣለዎ ማለት እዩ ማየብሊ መፀት ለላስተኻ ክረምቲ ለምዝረኽነ ዝናብ ይኹሉ ጊዜ ተኳናቲሮምዎ ኣለዉ ማለት እዩ። ኩሉም ማንኛው ነገር ጥቕሚ ዘይብሉ የለን። ቆስጣ ኣሎ ቆስጣ እኳ ያው ዝብላዕ እንድዩ ባዕልና ንበልዖ ኢና። ተሳዕሪ እውን ጣሊ መዓት ኣሎ ኣብዚያት ጊዕ ጣሊ ተኳናቲሮምዎ ኣለዉ። ብደንቢ ምስ ነውሓ ካብ ታሕቲ እፅድ ብልና ክንወስድ ክንደይ ይብልካ ክንድዚ ትብሎም ኣፅድም ወስድም እንደገና ባዕሉ ይጥጥዕ። ከምኡ ናለ ብጣዕሚ ጥቕሚ ማንኛውም ዓይነት ተኽልታት ሳዕሪ ይኹን ዝብላዕ ዝስተ ይኹን ጠቃሚ እዩ ማለት እዩ። ተቆስጣ ዜላ ካብዚ ኢና ቆሪፅና ኣለና ምሳሓ ንሰርሕ ቆሪፅና ካብኡ ሓመድ ቀይሕ ሓመድ ጌርና ማይ ነስትዮ ኣለና ማለት እዩ ምስ ሓንቲ ሓፍተይ እናሲ ማለት ሃመ ገይረ ክጥይቆ እስኪ ባዕልካ ንፋስኪ ሃመ ገይርና ኢና ገንዘብ ኣለቂሕካዮ ሰብ ሒዙ ፀጥ ትብል ተላ ሃበኒ ገንዘብ ደልየ ምናምን ትብል ተለካ ፀጥ ንብልስ ታይ ክትብሎ እስካ እንደ እስከ ካባካትም ክምሃር ታይ ክትብሎ ይሐሽ የብለሽ ስናጋታት ይብለካ ሰለስተ መዓልቲ ኣርባዕተ መዓልቲ ይብለካ ሰለስተ መዓልቲ ኢሉ ኸልተ ወርሒ ይጸንሕ ገለ ምጥያቕ እንደገናስ የሕፍረካ ምን ገዛእ ቅርሽኻ እኮ እዩ ስውን ይጸልእካ ስኻውን ትስከፍ ብገንዘብኻ ሰበብ ተምጽ ኣለኻ እና ሃመይ ምግባር ይሐሽ ብምንታይ ምኽንያት ምጥያቕ ይሐሽ ምስ መጻእኸን ብትኽክል ኩሉ ነገር ኣይበጻሕክን ይበጻሕክን ይግድን እዩ በቃ ዝኾነ ብለይ ወላዲኽን ብለይ ወደቅናኽን ዝኾነ ቤተሰብ ከምዚ እዩ ከምዚ እዩ ተይልክን ዘይ በቃ ሕና ወዲያው ኢና ንኣምን ሕዚ ሕዚ እንዘን ኢና ንብል ንሳቶም ግን ድሌት እዮም ምስ ረኸቡ ገንዘብ ልቃሕ ምስ በሉ ምስ ተለቅሑ ምንም ቅኒን ኢሎም ሃው ንክትብሎም ልምርኣይካስ በቃ ክሪእኻስ ብጣዕሚ ይጸልእኻ ወልክን እቲ ልገርመካ ነገር ብቅርሽኻ እኮ እዩ ወይ ሓሊኻ ሂብኻ ወይ ሓዚንኻ ከይሽገር ወይ እናሃለወንስ ዘመደይ ቤተሰበይ እናሃለወንስ ቆልዑ ሒዝስ ምናምን ኢልኻ ትህብ እሞ ኣብ ሃብኒ ክትብል ኣብ መልሰለይ ክትብል ደኣ ክንደይ መንከራ ክንደይ መንከራ ኢኻ ትርኢ ግርም እዩልኒ ኣነስ ብትኽክል ብምንታይ ብሽማግለ ከይጥየቕ ማንም ሰብ የረይ ኣብ ገዛ ኮፍ ኢሉ ለሚኑ ኢሉ ወስለት ሰብ ሓደ ይኾነ ክልተ ሰለስተ ሰብ እዮም በቃ እስከ ምክርኩም ለጉስለይ ብትክክል ኣብ ኮመንት ኣነ ልፈልጥዎ ንሽተይ ክናገር እስኻትም መቸም ካብ ብዙሓት ልባመት ኣሕዋትና ብዙሕ ኢና ንምሃር ኣለና በለ ኮመንት ብምንታይ መንገዲ ምጥያቕ ይሓሽ ለይመልቃሕ ይሓሽ ብትክክል እዩ ግን ኣለቂሕካዮስ ሃኒ ኢልካ ብዙሕ መዓልቲ ዝወስደካስ ብምንታይ ብምንታይ ጠበራ ክተራኽብካዮ ክትናገሮ ተልካ ይጸልኦካ ኣሎ መንገዲ ቀይሩ ኸድ መኪና መኪና ንባዕሉ ታክሲ ናብ ታክሲ ክትኣቲ ተርእካ ናብ ካልእቲ ታክሲ ይኣቲ ይገርመክኒ እናስ ኣብዚ ዓዲ ኣሎ ሰብስ ናብ ግዛዕ ተቐይሩ ኣለክን ኣለቅሓኒ ክብል ምስክንክን

ንስክንውን ሃማና ክፍትኮና ካብ ካልኦት ንሕና ንኣብነት ኣነ ካብ ካልኦት ብዙሕ ነገር ብዙሕ ካሊእ ነገር ተምሂረ እየ ብለይ ገንዘብ ምልቃሕስ ካሊእ ነገር ተምሂረ ተጠንቂቐ ፅቡቕ ኣለኹ እታ ገንዘብ ምልቃሕ ግን ኣለቂሕካ ሃበኒ ክትብል ከምዚ እዩ ብገንዘብካ ኢኻ ፅልእ ተምፅእ ምናምን ምናምን ልብላ ለሕልፋ ነይረን ቅድሚ ናልኣተይ ኣብ ዓዲ ሓቀይ ልክዕ ኣነ እውን ከምኣ ገጢማትኒ ይፀልኡኻ ጠቕላላ ዳለለቃሓ ናለፅናሓ ብጣእሚ እዮም ልፀልኡካና እስቲ ምክርኩም ለግሱለይ ኣሕዋተይ ብጣእሚ እዩ ገሪምና እኒኤዋ ናይ ልማዓንቲ መልእክትና እዚኣ ትመስል ልኣክን እውን ክትጠቅመክን እያ ካባና ተሚርክን ማንም ሰብ ኣቲክን ዋላ ሓሙሽተ ቅርሺ ዋላ ሓምሳ ቅርሺ ንከይተለቃሓ ግን ትምህርቲ ትኮነክን እያ ብትክክል እና የቀንየለይ ብካሊእ ቪድዮ ክሳብ ልመፅእ ኣብ ኮመንት ክፅበ እየ እስቲ ምክርክን ብምንታይ መንገዲ ሃውኒ ክብሎም ልልኻ እዚ ለውዚ ኣይህቢ ከይትብል ልሃለየካ ከመይ ጌርካ ትብል ልልሃውካ እየኻ ሱቕ ተይሉ ተጸሊእካስ ብምንታይ መንገዲ ንጥይቖ ኣብ ኮመንት ጸሓፉልና የቐንየለይ።